ሰላም ሰላም ክቡራትን ክቡራን ተኸታተልቲ ናይዚ መደብ ከመይ ቀኒኹም? እንኳዕ ብሰላም ናብ ሃናፅ ሓሳብ ቲቪ ብሰላም መጻኹም። ሰላም ኣምላኽ ምስኹም ክኸውን እናተመነኹ ናብ ናይ ሎሚ ትሕዝቶና ከብለኩም። ኣብ ዝሓለፈ ትሕዝቶ ቪድዮና ብዛዕባ ዘይተ ኣውሊዕ ንውሽጣውን ደጋውን ኣካላትና ዘለዎ ጥቕምን ጉድኣትን ብስፍሕ ዝበለ ተዛሪብና ነርና። ኣብ ናይ ሎም ቪድዮ ትሕተና ድማ ከም መቐፀልታ ናቱ ዘይቲ ኣውሊዕ ንፀጉርና ከምኡ ንቆርበት ርእስና ዘለዎ ረብሓታትን ትሕዝቶን ክንርኢ ኢና ቅድሚኡ ግን ላይክ ሳብስክራይብ ሸር ኣይትረስዑ ኢኹም ከም ቀዳመይቲ ነጥቢ እንሪኣ ዘይቲ ኣውሊዕ እንታይ እዩ ሕፅር ብዝበለ ዘይት ኣውሊዕካ ፍረታት ኦንክሊዓው ዝወፅእ ተፈጥሯዊ ዘይት ኮይኑ ብትሕዝቶታት ጥዑይ ስብሒ፣ ፀረ ኦክስጅን፣ ቫይታሚናትን ከምኡ እውን ንቆርበትን ፀጉርን ዝምግቡ ማዕድናት ኣዝዩ ዝሃፍተመ እዩ። ከም ካልእቲ ነጥቢ እነልዕላ ዘይቲ ኣውሊዕ እንታይ ዓይነት ቫይታሚናትን ማዕድናትን እውንን እዚኣቶም ከ ንቆርበት ርእስን ፀጉርን ብኸመይ ይሕግዙ? ዘይቲ ኣውሊዕ ኣዝዩ ሰፊሕ ዝኾነ ትሕዝቶ ቫይታሚናትን ማዕድናትን እዩ ዘለዎ። ገለ ካብኣቶም ንምጥቃስ ቀዳማይ ቫይታሚን ኢ ቫይታሚን ኢ ንቆርበት ርእስን ፀጉርን ካብ ጉድኣት ይከላኸለሉ፣ ብርሃን ንክውስኽ የኽእሎ፣ ከምኡ እውን ሱር ናይ ፀጉርና ድማ ንክድልድል የኽእሎ። ቫይታሚን ከይ ንጥዕና ቆርበት ርእሲ ዝሕግዝን ናይ ቤት ፀጉሪ ዘደንፍዕን እዩ ቫይታሚን ኤ እዚ ከዓ ንቆርበት ርእስና ንኸይንደረቕ ወይ ከዓ ንኸይነቅፅ ተፈጥሮኣዊ ዘይቲ ንምፍራይ ይሕግዘና ሓፂን ንዋሕቲ ደም ናብ ፅሕጊ ፀጉሪ የመሓይሽ ከምኡውን ንዕብየት ድማ የተባብዕ ካልሲምን ፖታሽምን ጥዑይ ኣቃውማ ፀጉሪ ንክህልወና ይድግፉ ብተወሳኺ ፅረ ኦክስጅን ከም በዓል ፖሊፊኖል ንነትሪ ቆርበት ርእሲ ይቕንሱን ከምኡ ድማ ንፎረፎር ይከላኸሉን

ዘይተኣልየ ቅድሚ ንቆርበትን ፀጉርን ርእስና ምጥቃምና ቁርባ ሙቕ እተበልናዮ ዝምረፅ ይኣኽለናዮ ዝበልናዮ ዓቕን ዘይተኣውሊዕ ድሕሪ ምውዓይ ኣብ ቆርበትናን ፀጉርናን ፅቡቅ ጌርና ንለኽዮ ምስ ለኸናዮ ከዓኒ ግቡእ ማሳጅ ንገብረሉ ማሳጅ ንዕብየት ፀጉሪ ኣዝዩ ፅቡቅ እዩ ከምኡ ከዓ ብፍላይ ንዙረት ደም ናይ ርእስና ኣዝዩ ኣገዳሲ እዩ ግቡእ ማሳጅ ምስ ገበርናሉ ድሕሪኡ ናይ ሻወር ቆቢዕ ወይ ከዓ ንዕኡ ብዝመስል ጌርና ሽፍን ነብሎ ሸፊናዮ ካብ 30 ክሳብ 2 ሰዓት ወይ እውን ገለ ሰባት ንሙሉእ ለይቲ ዘሕድርዎ ኣለዉ እዚ ግን ከም ዓይነት ቆርበት እፈላለዩ ደረቅ ቆርበት እንተደኣ ሃሊና ከነሕድሮ ንኽእል ኢና እንተዘይኮይኑ ግን እቲ ግቡእ ኣብ ርእስና ክፀንሓሉ ዝኽእለሉ ናይ ኦሊቭ ዘይቲ ሰዓታት ካብ 30 ደቂቅ ክሳብ ክልተ ሰዓት እዩ እዚ ጌርና ምስ ወዳእና ብፅቡቅ ጌርና ኣፅሪና ንሓፅቦ ማለት እዩ ናይ ናይ ዓይነት ቆርበት ወይ ፀጉሪ ዝያዳ ዝበለፀ ዝብል ሕቶ እንተልዒልና ኩሉ ዓይነት ቆርበት ክንጥቀመሉ ንኽእልና ብፍላይ ግን ደረቅ ቆርበት ዘለና ኣዝዩ ፅቡቅ እዩ ብዛዕባ ፀጉሪ እንተልዒልና ግን ኩሉ ዓይነት ፀጉሪ ዘለና ክንጥቀመሉ ንኽእል ኢና

ንፈተውትኹምን ቤተሰብኩምን ክበጽሖም ሼር ብምግባር ንዜራ ትሕዝቶ ሳብስክራይብ ኣይትረስዑ ኢኹም ኣብ ቀጻሊ ቪድዮ ክሳብ ንራኸብ ከዓ ሰሰናይ ናዕኹም